እቲ ናብ ደምበ ኣባጊዕ ብኣፍደገ ዘይኣቱ ብኻልእ ወገን ዝሓኩር ንሱ ሰራቕን ጉሒላን ከም ዝኾነ ብሓቂ ብሓቂ ይብለኩም ኣለኹ። እቲ ብኣፍደገ ዝኣቱ ግና ንሱ ጓሳ ኣባጊዕ እዩ። ንኡ እቲ ሓላዊ ደገ ይኸፍተሉ እተን ኣባጊዕውን ቃሉ ይሰምዓ። ነተን ኣባጊዑ ኸኣ በብስመን ጸዊዑ የውፍረን። ነተን ኣባጊዑ ምስ ኣውፈረን ድማ ቀቅድሚኤን ይኸይድ። እተን ኣባጊዕውን ድምጹ የለልያ እየን እሞ ይስዕባኦ። ድምጺ ካልእ ዘይፈልጣ ስለ ዝኾና ንኻልእ ካብኡ ይጋልባ እምበር ኣይስዕብኦን እየን። የሱስ እዚ ምስላ እዚ ምስሰለሎም፣ ንሳቶም ግና ነቲ እተዛረቦም ኣየስተውዓልዎን። ሽዑ የሱስ ከም ብሓድሽ በሎም፣ እቲ ደገ ኣባጊዕ ኣነ ከም ዝኾንኩ፣ ብሓቂ ብሓቂ እብለኩም ኣሎኹ፣ እቶም ቅድመይ ዝመጹ ኵላቶም ሰረቕትን ጐሓሉትን እዮም፣ እተን ኣባጊዕ ግና ኣይሰምዕኦምን እየን። እቲ ደገ ኣነ እየ፣ ብኣይ ዝኣቱ ክድሕን ክኣቱን ክወጽእን መጓሴይውን ክረክብ እዩ። ሰራቒ በጀካ ክሰርቕን ክሓርድን ከጥፍእን ኢሉ ኣይመጽእን እዩ። ኣነ ግና ህይወት ምስ ተረፉ ምእንቲ ክረኽባ እየ ዝመጻእኩ። እቲ ሕያዋይ ጓሳ ኣነ እየ። እቲ ሕያዋይ ጓሳ ህይወቱ በጃ ኣባጊዑ የሕልፋ። እቲ በዓል ዓስቢ ግና ጓሳ ዘይኰነ፣ እተን ኣባጊዕውን ዘይጥሪቱ ተዅላ ኪመጽእ ከሎ እንተ ረኣየ፣ ነተን ኣባጊዕ ሓዲጉወን ይሃድም። እቲ ተዅላ ድማ ነተን ኣባጊዕ ይዛርፈን ፋሕውን የብለን። በዓል ዓስቢ እዩ እሞ፣ ይሃድም፣ ግዲ እተን ኣባጊዕውን የብሉን። ሕያዋይ ጓሳ ኣነ እየ፣ ነባጊዐይ እፈልጠን እተን ኣባጊዐይውን ይፈልጣኒ እየን። ከምቲ ኣቦ ንኣይ ዝፈልጠኒ ኣነውን ነቦ እፈልጦ እየ፣ ንነፍሰይ ከኣ በጃተን ኣባጊዕ እሕልፋ። ካብዚ መጓሰ እዚ ዘይኰና ካልኦት ኣባጊዕውን ኣለዋኒ፣ ንኣታተን ድማ ከምጽአን እየ፣ ቃለይውን ክሰምዓ እየን። ሓደ መጓሰ ክዀና እየን፣ ጓሰኤንውን ሓደ። ኣነ ንነፍሰይ በጃ ከሕልፋ መሊሰውን ክወስዳ እየ እሞ፣ ስለዚ ኣቦ የፍቅረኒ እዩ።